ኣብ ዝተፈላለዩ ከባቢታት ዝርከቡ ወለንታውያን ለገስቲ ደም ዝወስድዎ ሰናይ ተበግሶ ብምትብባዕን ብምሕያልን ብሰንኪ ስእነት ደም ዝኽሰት ሞት ዜጋታት ንምግታእ ዝካየድ ዕማም ምኽዛን ውሑስ ደም ብዝለዓለ ይስራሓሉ ከምዘሎ ሚኒስተር ጥዕና ኣሚና ኑር ሒሴን ሓቢራ። ኣብ ከተማ ባረንቱ ዝተዋደደ ናይ ደም ባንክ ንምምራቕ ኣብ ዝተኻየደ ስነ ስርዓት ሚኒስተር ኣሚና ሳላ ኣቐዲሙ ዝተዋደደ ሃገራዊ ባንክ ደምን እናዓበየ ዝኸይድ ዘሎ ቁጽሪ ወለንታውያን ለገስቲ ደምን ኤርትራ ሓንቲ ካብተን ብደረጃ ኣህጉር ዘተኣማምን ውሑስ ደም ዝኽዝናን ዝቕርባን ሃገራት ኮይና ወረቐት ምስክር ብቕዓት ዝተቐበለት ምዃና ብምምልካት፣ እዚ ክብሪ'ዚ ሳላ ሓያል ጻዕሪ ሰብ ሞያ ጥዕናን ከም ባህሊ ዝሰርጽ ዘሎ ልግሲ ደምን ዝተረኽበ ምዃኑ ገሊጻ። ውሑስ ደም ምኽዛን ህይወት ዜጋታት ንምድሓን ንዝካየድ ጻዕሪ ዓቢ ድርኺት ዝፈጥር ምዃኑ ዝጠቐሰት ሚኒስተር ኣሚና፣ ኣብ ርሑቕ ከባቢታት ከጋጥም ዝጸንሐ ሕጽረት ቀረብ ውሑስ ደም ንምቅላል ኣብ ዞባ ጋሽ ባርካ ተጀሚሩ ዘሎ ስራሕ ኣብተን ካልኦት ዞባታት'ውን በብመድረኹ ክትግበር ምዃኑ ኣረጋጊጻ። ሓላፊ ጨንፈር ሚኒስትሪ ጥዕና ዞባ ጋሽ-ባርካ ዶክተር ልኡል ባንተይርጋ ብወገኑ፣ ኣብ ቀጽሪ ዞባዊ ሞከሰ ሆስፒታል ባረንቱ ተዋዲዱ ዘሎ ናይ ደም ባንክ፣ ኣብ እዋን ሕርስን ጥንስን ካልኦት ምስ ዋሕዲ ደም ዝዛመዱ ሕማማትን ከጋጥም ዝጸንሐ ጸገማት፣ ይቕሬታ፣ ኣብ ምቅላል ልዑል ተራ ከምዝጻወት ብምጥቃስ፣ ኣብ ልዕሊ ደም ዝጸንሐ ድሑር ኣመለኻኽታ ብምቅያር፣ ቁጽሪ ወለንታውያን ለግስቲ ደም ንምዕባይ ዝተዋደደ ስራሕ ክካየድ ኣዘኻኺሩ። ኣብ ከተማ ባረንቱ ተኸፊቱ ዘሎ ናይ ደም ባንክ ንሆስፒታላት ባረንቱ፣ ኣቑርደት፣ ተሰነይ፣ ሳዋን ካልኦት ትካላት ጥዕናን ከምዘገልግል ተፈሊጡ።
መምህራን ንዘጋጥሙ ብድሆታት መኪቶም መስርሕ ምምሃርን ምስትምሃርን ንምዕዋት ዘርእይዎ ዘለዉ ተሳትፎ ዝምስገን ምዃኑ፣ እቲ ዝድለ ውፅኢት ንምምዝጋብ ድማ ምትሕብባርን ምትሕግጋዝን ናይ ኩሎም ወገናት ከምዘድሊ ሚኒስተር ትምህርቲ ኣቶ ሰመረ ርእሶም ኣብ ምዝዛም ናይቲ ብ ዕስራን ሸሞንተን ዕስራን ትሽዓተን ነሓሰ ዝተኻየደ ገምጋም ክልተ ዓመታት ንጥፈታት'ቲ ሚኒስትሪ ኣብ ዘስምዖ ቃል ገሊጹ። ኣብ'ቲ ሓለፍቲ ክፍልታት፣ ጨናፍር ዞባታት፣ ሱፐርቫይዘራት፣ ወከልቲ ምምሕዳራት ዞባታትን ዕድመ ዝተገብረሎም ዝተሳተፍዎ ኣኼባ፣ ሚኒስተር ሰመረ በብእዋኑ ዝካየድ ገምጋማት ስራሕ፣ እቲ ዝድለ ዓይነት ውጽኢት ንምጭባጥ ንኹሉ ዝድህስስ ሓበሬታ ንምርካብ ሓጋዚ ከምዝኾነ ብምጥቃስ፣ ተሳተፍቲ ንዘርኣይዎ ዕቱብነት ሞጊሱ። ተሳተፍቲ፣ ምዕሩይ ዝርግሐ ዕድላት ትምህርቲ ንምርግጋጽ፣ ብቕዓትን ዓይነትን ትምህርቲ ኣብ ምምሕያሽ፣ ከምኡ'ውን ዓቕሚ ኣባላት ኣብ ምምዕባል ንዝተኻየደ ንጥፈታት ብልጫታቱን ድኻማቱን ብዝምልከት፣ ከምኡ'ውን ብዛዕባ ዝትግባረ ስትራቴጂካዊ ጽላታዊ ውጥን መደባት በብዞብኡ ኣብ ዝቐረበ ጸብጻባት ዘተን ክትዕን ኣካይዶም። ኣብ መወዳእታ ድማ ብሰንኪ ምድንጓይ ተመሃሮን መምህራንን ኣብ ምጅማር ትምህርቲ ዝረኣ ምድንጓይ ብኣጋ ክእረምን ዕቱብ ምክትታል ክግበረሉን፣ ሕጽረታት ብኣጋ ክማላእ፣ ጽገና ዘድልየን ኣብያተ ትምህርቲ ድማ ክጽገና ድሕሪ ምልባው፣ ካብ መባእታ ክሳብ ማእከላይ ደረጃ ተሳታፍነት ደቂ ኣንስትዮ ብጽቡቕ ይግስግስ እኳ እንተሎ፣ ኣብ ላዕለዋይ ደረጃ ምስ በጽሓ ብዝተፈላለየ ምኽንያታት ናይ ምቁራጽ ተርእዮታት ስለዝረኣ፣ ነዚ ንምፍዋስ ብውህደት ክስራሕ ኣዘኻኺሮም። ብዘይካ'ዚ ሚኒስትሪ ትምህርቲ ምስ መሻርኽቱ ብምውህሃድ ኣብ ዞባታት ጋሽ ባርካ፣ ሰሜናዊ ቀይሕ ባሕሪ፣ ደቡባዊ ቀይሕ ባሕርን ዓንሰባን ህንፀት ትካላት ትምህርቲ ንምስልሳል ብዝወፀ ናይ ሰለስተ ዓመት ውጥን መሰረት ኣብ ቀዳማይ ገፅ ዝትግበር ዕስራን ሓሙሽተን ነጥቢ ሰለስተ ሚልዮን ዶላር ብምፅዳቕ ንትግባረ ተበጊሱ ከምዘሎ ኣብ ዝቐረበ ፀብፃብ ተሓቢሩ።
ኮሚኒቲ ኮሌጅ ትምህርቲ ኣስመራ ከም መቐጸልታ ናይቲ ከሰላስሎ ዝጸንሐ ፕሮግራማት ምምዕባል ዓቕሚ ሰብ፣ ኣብ ርሑቕ ገጠራት ሃገርና ኣብ ሰበኽሳ ግማዊ መደባት ትምህርቲ ክነጥፉ ንዝጸንሑ ክልተ ሚእትን ሰማንያን ኣርባዕተን መምሃራን ብ ሰላሳ ነሓሰ ብሰርቲፊኬት ኣመሪቑ። ሚኒስተር ትምህርቲ ኣቶ ሰመረ ርእሶም ኣብ ትምህርቶም ጸብለልታ ንዘርኣዩ ተመረቕቲ ሽልማት ድሕሪ ምዕዳል ኣብ ዘስመዖ ቃል፣ ሚኒስትሪ ትምህርቲ ጎኒ ጎኒ እቲ ኣገልግሎት ትምህርቲ ናብ ኩሉ ንምብፃሕ ዘካይዶ ዘሎ ወፍሪ ዓቕሚ ኣባላቱ ክብ ንምምዕባል እውን ስልጠናታት ብምውዳብ ብዕቱብ ይስረሓሉ ከምዘሎ ጠቒሱ እቲ ስልጠና ኣብ ምምሃራን ቋንቋ ኣደ ክረእ ንዝፀንሐ ሕፅረት ኣብ ምምላእ ዓቢ ተራ ከምዘለዎ ብምምልካት ልዑል ነጥቢ ዘምፅኡ ተመረቕቲ ብቐጥታ ብደረጃ ዲፕሎማ ትምህርቶም ክቕፅሉ ዕድል ተራሒሎም ከምዘሎ ኣበሲሮም። ተመረቕቲ ካብ ሓሙሽተ ዞባታት ሃገርና ዝተዋጽኡ ኮይኖም ብቐጥታ ተቖጺሮም ክሰርሑ ድሕሪ ምጽናሕ ናይ ሞያ ምምህርና መሰረታዊ ፍልጠት ንኽህልዎምን ተፈላጥነት ንኽረኽቡን ኣብ ክልተ ክረምቲ ክስልጥኑ ዝጸንሑ'ዮም። ዳይሬክተር ኮማዊ ኮሌጅ ትምህርቲ ኣቶ ኣለም ገብረቃል ብወገኑ ተመረቕቲ ኣብ ርእሲ ዝጸንሖም ተመክሮ ምስ ዘመናዊ ኣገባብ ኣመሃህራን ምሕደራን ብምልላይ መጻኢ ዕድል ኣብያተ ትምህርቲ ኣብ ምምሕያሽ ዝጻወትዎ ተራ ብቐሊል ከምዘይግመት ብምጥቃስ ንዝያዳ ጽፈት ትምህርቲ ክሰርሑ ተላብዩ። ወኪል ተመረቕቲ ብወገኑ፣ ብዝቐሰምዎ ሞያዊ ስልጠና ተፈላጥነቶም ብምርካብ ዝተሰምዖም ሓጎስ ድሕሪ ምግላጽ፣ ሞያኦም ንምምዕባል ከምዝጽዕሩ ኣረጋጊጹ።
ኣብ ዞባ ጋሽ ባርካ ንኡስ ዞባ ጎኘ ፅቡቕ ዓቐንን ዝርግሐን ዘለዎ ዝናብ ይወቅዕ ብምህላዉ ዘራእቶም ኣብ ፅቡቕ ኩነታት ከምዝርከብ ሓረስቶት ሓቢሮም። ንሳቶም ንኤሪና ኣብ ዝሃብዎ ሓበሬታ ክራማት ቅድሚ ምእታዉ ብጋንታታት ተወዲቦም ምስ ኣባላት ህዝባዊ ሰራዊት ተወሃሂዶምን ዘሰላስልዎ ኣብ ምዕቃብ ሓመድን ማይን ዘተኮረ ማእቶታዊ ንጥፈታት ኣብ ክረምታዊ ሕርሻ ከባቢኦም ልዑል ኣስተዋፅኦ ከምዝገበረ ገሊፆም። ዘራእቶም ኣብ ደረጃ ምጉሳይ በፂሑ ከምዘሎ ዝሓበሩ እቶም ሓረስቶት፣ ክራማት ቅድሚ ምእታዉ ዝጀመርዎ ወፍራዊ ዕዮ ምህርቶም ኣብ ቀፎኡ ክሳብ ዝኣቱ ክቕፅልዎ ምዃኖም ኣረጋጊፆም። ቅድሚ ክራማት ዝካየድ ማእቶታዊ ንጥፈታት ኣብ ሕርሻዊ እቶታውነት ልዑል ረብሓ ከምዘለዎ ክግንዘቡ ከምዝበቕዑ ብምግላፅ ድማ ዘራእቶም በፂሕዎ ዘሎ ደረጃ ሳላ ሓያልን ውሁድን ፃዕሮም ብምዃኑ ኣብ መፃኢ ብዝበለፀ ከምዝደፍእሉ ኣብሪሆም።
ትካል መነጽር ዓይኒ ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ ኣብ ሽወደን ካብ ዝርከብ ጨንፈሩ ንጥፈታቱ ንምስፋሕን ንምምዕባልን ዝሕግዞ ዝተፈላለየ ሓደስቲ ማሽናትን ካልእ ንስንኩላን ዝኾኑ መሳርሒታትን ብሓገዝ ረኺቡ። ኣብቲ ማሕበር ሓላፊ ጨንፈር ምምሕዳራዊ ኣገልግሎት ኣቶ ተስፋጋብር ተወልደ ንኤሪና ኣብ ዝሃቦ ሓበሬታ፣ እቲ ሓገዝ መቐጸልታ ናይቲ ኣብ ዝተፈላለያ ሃገራት ዝርከቡ ጨናፍር ማሕበር በብእዋኑ ዝገበርዎ ኣበርክቶ ከምዝኾነ ጠቒሱ፣ እዚ ደገፍ እዚ ኣብ ዕቤት ንጥፈታቱ ደራኺ ተራ ከምዘለዎ ብምግላጽ፣ ነቲ ሓገዝ ንዘበርከተ ጨንፈር ሽወደን ኣመስጊኑ። ቴክኒሻን ናይቲ ትካል መነፀር ዓይኒ ኣቶ ኣልኣዛር ግርማይ ብግዲኡ፣ እቲ ትካል ኣቐዲሙ ካብ ነርወይን ጀርመንን ብዝረኸቦ ሓገዝ ክሰርሕ ምፅንሑ ብምሕባር፣ እዚ ተረኺቡ ዘሎ መሳርሒታት ንፍርያት እቲ ትካል ብዕፅፊ ከምዘዕበዮ ገሊፁ። ዝበዝሐ ክፋል ናይቲ ሓገዝ ንትካል መነፀር ዓይኒ ዘገልግል ኮይኑ፣ ዝተፈላለየ ዓረብያታት፣ ስንኩላን፣ ብሽክለታታትን ናይ ቤት ፅሕፈት መሳርሒታትን ከምዘጠቓልል ካብ ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ ዝተረኽበ ሓበሬታ የመልክት።
ኣብ ንኡስ ዞባ ዓድ ተከሌዛን ካብ ክልተ ሽሕን ሸሞንተን ብውሁድ መልክዕ ክካየድ ዝጸንሐ ስፖርታዊ ንጥፈታት ንምድንፋዕን ቀጻልነቱ ንምውሓስን ዝሕግዝ ዋዕላ ተኻይዱ። ኣብቲ ብርክት ዝበሉ ኣፍቀርቲ ስፖርት ዝተረኽብሉ ዋዕላ፣ ኣብቲ ንኡስ ዞባ ጸገም ትሕተ ቅርጺ ስፖርት ከምዘሎ፣ ህዝቢ ምምዕባል ስፖርት ሓላፍነቱ ምዃኑ ተገንዚቡ ይሰርሓሉ እኳ እንተሎ፣ ካብ ምቅላል ሓሊፉ ፍታሕ ክኾኖ ስለዘይክእል ስፖርታዊ ንጥፈታት ከምቲ ዝድለ ክስጉም ከምዘይከኣለ ስለዚ ድማ ምክያድ ናይቲ ዋዕላ ንመሰረታዊ ፍታሕ ንምንዳይ ከምዝኾነ ተገሊፁ። ኣመሓዳሪ ንኡስ ዞባ ዓዲ ተከሌዛን ኣቶ ሰለሙን ሃይለ ኣብ ዘስመዖ ቃል፣ መስርሕ ምቛም ክለባት ከምኡውን ተሳታፍነት ህዝብን ስፖርተኛታትን ፅቡቕ እኳ እንተሎ ሕፅረት ሜዳ ስፖርት፣ መሳለጥያታት ክለባትን ዋሕዲ ደያኑን ዓጋቲ ኮይኑ ምህላዉ ጠቒሱ ነቲ ሜዳ ንምዕራይ መደብ ከምዘሎ ሓቢሩ። ወኪል ኮሚሽን ስፖርት ኣብቲ ንኡስ ዞባ መምህር ኣብርሃም ተኸስተ ብወገኑ፣ ፈደረሽን ኩዕሶ እግሪ ናይቲ ንኡስ ዞባ ንዘሎ ሕጽረታት በዲሁ ስፖርታዊ ንጥፈታቱ ከሰላስል ምጽንሑ ብምሕባር፣ ተሳታፍነትን ቁልጡፍ መልሰ ግብርን ሰብ ትካላት፣ ተራን ተሳታፍነትን ኣመሓደርቲ ምምሕዳራት ከባቢ፣ ከምኡ'ውን ኣስተዋጽኦ ኮሚቴ ቴክኒክን ኣባላት ቦርድ ስፖርትን ኣብ ስፖርታዊ ንጥፈታት ዘደራኺ ከምዝኾነ ብምግላጽ፣ ተወዳዳርን ቀጻልነት ዘለዎን መደባት ስፖርት ንምስልሳል ተራ ኩሎም ኣካላትን ኮምን ክዓዝዝ ኣዘኻኺሩ። ተሳተፍቲ ኣብ ዝሃብዎ ርእይቶ፣ ስፖርታዊ ንጥፈታት ናይቲ ንኡስ ዞባ ብሓያል ተወፋይነት ስፖርታውያንን ኣካየድቲ ኣካላትን ክቕጽል ምጽንሑ ካብቲ ዘሐጉስ ምዃኑ ብምሕባር፣ ምስራሕ ሜዳ ስፖርት ንምምዕባሉ ኣገዳሲ ምዃኑ ብምምልካት፣ ኣታዊታት ስፖርት ክብ ንምባል ዝካየድ ጻዕሪ ክሕይል፣ ስልጠናታት ደያኑ ክሕንሰበሉ፣ ተወዳዳሪ ክለባት ክቖማን ስፖርታዊ መደባት ክስራዕን ተላብዮም። ንሎሚ ምሸት ዝተዳለወ ዜናታት ውሽጢ ሃገር ኣብዚ ተዛዚሙ ኣሎ ዝኸበርኩም ተኸታተልትና ንዜናታት ወጻኢ ድሕሪ ዝሓጻር መሰጋገሪት።